ሓደ ሓደ ሰባት ብስምዒት ይጥቀምልኩም፣ ይጥቀመልኪ፣ ትጥቀመልካ ከም ዘላ ብኸመይ ጌርና ንፈልጥ ዝብል ሎማዕንቲ ብሰፊሑ ክነዋግዕ ኢና። ገለ ሰባት ኣይፈትዉኻን እዮም፣ ገለ ሰባት ኣይፈትዉኹም እዮም፣ ኣይፈትዉናን። በቃ ከመይ ከም ዝስምዖም ከም እትገብር እዮም ዝገብሩ ማለት እዩ። ንሳቶም ኣቓልቦኻ፣ ሕያዋይነትካ፣ ህላወኻ እዮም ዝፈትዉ። ግና ንዓኻ ኣይፈትዉኻን እዮም፣ ኣየፍቅሩኻን እዮም። እቲ ኣዝዩ ዘሕምም ክፋል ድማ፣ እቲ ዝገብርዎ ዘለዉ ነገር ፍጹም ኣይስቆረካን፣ ኣይትፈልጦን፣ ርያላይዝ ኣይትገብሮን ኢኻ፣ ምሉእ ብምሉእ ድረይን ክሳብ ዝገብሩኻ ወይ ድማ ድረይን ክሳብ ትገብር ክሳብ ትደክም ምሳኻ ኮይኖም እቲ ስምዒት ንሱ ፍጹም ንኸይስምዐካ ይገብሩኻ። ንሎሚ ድማ ብዛዕባ ኣዝዩ ሓቀኛ ነገር ብዙሓት ሂወትና ዘመሰቃቅል ዘሎ ነገር ክንዛረብ ኢና ብጣዕሚ መሪር ሓቂ እዩ ሰላም ፍትዋት ተኸታተልቲ ዲኖና ማይንድሴት ኤንድ ሂሊንግ ስፔስ ሓበረኩም ጸንሕ ኣነ ሄለና ሃፍቱ እየ ክሳብ መወዳእታ ምሳይ ጽንሑ ላይክ ሳብስክራይብ ሼር እውን ግበሩ ኢኹም ምክንያቱ ብደንብ ገይሩ ይጠቅመኩም ኢለ ስለ ዝሓስብ ማለት እዩ እና ሓደ ሰብ ብስምዒት ይጥቀመልካ እንተሎ ብኸመይ ትፈልጥ? ብኸመይ ንፈልጥ ዝብል እዩ ብሰፊሑ ክንርኢ ማለት እዩ። እዚ ኣብ ብዙሓት ሰባት እናተጠቐሙለን ሓደ ሓደ ሰባት ለስተውዕሉ ወላ ክነግርዎ እንከለው ንኸየስተውዕላ ንኸይሪኣ ዋእ ከመይ ገይሩ እሱ ኣየፍቅረንን ኢልካ ትዛረበኒ ከመይ ገይርኪ እሱ ኣየፍቅረክን እዩ ዘሎ ይጥቀመልኪ እዩ ዘሎ ኢልካ ትዛረበኒ ገለታት ዝብል የጋጥመኩም ዶ? ይጥቀሙለን ከም ዘለውስ ብደንብ ጌርና ንፈልጥ ይጥቀማሎም ከም ዘለዋስ ብደንብ ጌርና ንፈልጥ ግን ድማ ነቲ ዝጉዳእ ዘሎ ኣካል ክትነግሮ ከለካ ግን ከነጭራሽ ክርድኦ ይኽእልን ማለት እዩ ሓደ ዛንታ እየ ክነግረኩም ናይ ክልተ ሚኪ ናሃና ዝበሃሉ ዝኾነ ታሪክ ኣሎ ፕራይቬሲኦም ንምሕላይ ሽሞም ተቐይሩ እዩ እና ዝፈልጡ ታሪክ እዩ ከዋግዐኩም ማለት እዩ እቲ ዛንታ ናትኩም ኮይኑ እውን ክስምዐኩም ይኽእል እዩ ፍቕሪ መሲልዋ ነይሩ ኣብ መጀመርያ ግዜ ብስም ሚካኤል ክትፋለጥ ከላ ሃና ትበሃል ዝፈልጣ ጓል እያ ሃና ልስሉስ ልቢ ሶፍት ሀርት ከምዚ በቃ የዋህ ደስ በሃሊት ቆልዓ እያ ኣብ ዙርያ እውን ስለ ዘላ ማለት እዩ ኣዝያ እያ ተፍቅር ነይራ ኣዝያ እያ ትግደስ ነይራ ሽላቭድ ኤንድ ኬር ዲፕሊ ንሚካኤል ዘለዋ ፍቕሪ ንሚካኤል ዘለዋ ሓልዮትን ሓሳብን ክነግረኩም ኣይኽእልን ኢቨን ክሳብ ተቕንእኒ ማለት እዩ ብጣዕሚ እያ ተቕንእ ኣይደኖ ሓዳደ ግዜ ባዕልኻ ኣብቲ ፍቕሪ ትኣቲ ከለኻ እንዲ ዝርድአካ እና እቲ ንዓ እስቲ ንሳ ንሚኪ ትህቦ እቲ ንሳ ንዕኡ ዘለዋ ነገራት ክርኢ ከለኹ ግን ኣይውሽ ኣነ እውን ከምኡ ክኸውን ይደሊ እየ ገለታት ንኽብል ትገብረኒ ዝነበረት ዓባይ ኣፍቃሪት እያ ማለት እዩ። ምስ ሚካኤል ዝበሃል ወዲ ምስ ተራኸበት ኣብ ሓጺር እዋን ፍሉይ ስምዒት ክስምዓ እዩ ገይርዋ። ኮምፕሊትሊ እያ ባህሪኣ ንባዕሉ ተቐይሩኒ ነይሩ እና ብዘይካ ንሱ ካሊእ ሓሳብ የለን፣ ብዘይካ ንሱ ካሊእ ወግዒ የለን፣ ኣብ ዝረኽብዎ ዝረኸብክዎ ግዜ ስልኡ ብቻ እዩ ተወግዐኒ በቃ ክነግረኩም ኣይኽእልን እዋ ንዓኣሲ ፍሉይ ስምዒት ንኽስምዓ ገይርዋ እዩ ብኸመይ መልክዕ እዩ ገይርዋ ገለታት ኣብ ክልቲኦም ዝውዳእ ነገር እዩ ግን ምሳየይ ተርእየኒ ዝነበረ ስምዒት ግን እዚ እዩ ማለት እዩ ኣብ መጀመርታ መዓልታዊ ድውለላ ነይሩ ዘላቶ ኩነታት ይሓታ በቃ ኣለኩም ሓቀይ በቃ ክነግርኩም ይኽእልን ፍልይ ዝበለ እንክብካቤ ፍልይ ዝበለ በቃ በብሰዓቱ እናደወለ በሊዕ ክዶ ሰፊት ክዶ ገለታት ገለታት እናበለ ክሳብ ንዓይ እውን ዘቕንቕኒ ደረጃ ይበፂሕ ነይሩ ማለት እዩ እና ከምዚ ከማኸ ሰብ ተረኺቦ ይፈልጥን ይብላ ኢቭን ብሓደ እኳ ተረኺቡናሲ ከምዚ ያለኩም ሓቀይ ክሳብ ልረስዐኒ ክሳብ ኣነ ዘይረኣ ዝመስል እዩ ዝገብራ ዝነበረ ማለት እዩ እንዳውም ቅር ክሳብ ዝብለኒ ማለት እዩ ሓደ ሓደ ግዜ ፍቕሪ ጽቡቕ እዩ ኣነ ምስ ፍቕረኛይ ኮይነሲ ታይሞ መሓዛየ ኣብ ጎነይ ኮፍ ኢላስ ንዓኣ ምቸት ብዘይህባ መንገድታት ምስ ፍቕረኛይ ምስ ስብኣየይ ዝኾነ ነገር ምግባርስ እንታይ ይጠቕሙ እንታይ ይጠቕሙ ሓቀኛ ፍቕሪ ተኾይኑስ እንታይ ይጠቕሙ ስለዚ ኣነ ብዚ እየ ዝልክዖ ግን ድማ ኣጋጣሚ ኮይኑ ወይ ብሓደ ረኺብና ወይ ድማ ኣብ ዝኾነ ተራኺብና ብቻ ግን ጭራሽ ከም ዘለኹ ኳስ ኣክት ኣይገብርን በቃ ፍልይቲ ፍጥረት በቃ ዝኾነ ነገራት የርኢ ነይሩ እና ኣነ ኣብ ፍቕራት ስለ ዝኣቲ ምንም ኣይዛረብን ነይረ ግን ድማ ንሳ ፍልይቲ ፍጥረት ከም ዝኾነት ኢቨን ሓደ ሓደ ግዜ ንባዕሉ ንምንታይ ኢኻ ምስ ሄሉ ንሃለኹ ሃምዚ ሃምዚ ትገብር ገለ እኳ ክትብሎ ከላሲ ማለት በቃ ላየ ለለዎ ኣረኣያ ገለ ኣነ ምንም ኣይረየኒ ገለታት ልብላ ማለት ኢቭን ተድንቐኒ ነገራት ንዓየይ ዘለዋ ክብርን ኣድናቖትን ኣብ ትገልጸሉ ግዜ እኳሲ ኣነ ምንም ከም ዘይኮንኩ ንዓኣ እዩ ዝነግራ። ጽቡቕ እዩ። ሲጀመር እውን ምንም ክኸውን እውን ይጽበ ኣለኹ ማለት ኣይኮነን። ምክንያቱ እሱ እዩ ናታ ንሳ እያ ናቱ ኣይ ዶን ኬር ሰብኣየይ ብቻ እዩ ንዓየይ ፍቅረኛ ብቻ እዩ ንዓየይ እቲ ፅቡቅ ነገር ይኹን ገለ ነገር ይኹን ጎሊሁ ክረኣዮ ዝግባእ ካብኡ ብሊ ዘለለ ንዕኡ ንክረኣዮ ደልዮ እውን ኣይኮነን ግን ኣለኩም ሓቂ ከምዚ በቃ ለውድቀካ ዓይነት ሰብ እዚ እዚ ነገር ኣይህሉ ይምችወላ እየ ይመቸወኒ እዩ ከምዚ ከምዚ ጌራ እኮ ኣብዚ ሓደ ነገር ዕርያትለይ ገለ ክትብሎ ከላሲ በቃ ዝኾነ ካልእ ነገራት እዩ ዘርእያዋ ዘይሩ ዘይሩ ማለት እና ፍልይቲ ከም ዝኾነት በቃ ዝኾነ ነገር ከም ዝኾነት ገለታት እዩ ዝነግራ ኣብ ዝኾነ እዋን ንሳ እውን ተቐይራትኒ እያ ኣሚናቶ እያ ምኽንያቱ ምስኡ ኣታች ክትከውን እዩ ገይርዋ ኮምፕሊትሊ ኣብ ዙሪኣ ዝነበርና ሰባት ምንም ሃም ዘይኮንና ቅድሚኡ ዝኾነ ነገር ከጋጥማ ከሎ ናጎየ ተዋግዐኒ ዝነበረት ኣብ ዝኾነ ሰዓት ግን ሃምዚ በቃ ንስኸስ ንዓየይ ፍልይቲ መሓዛ ኢኺ ንስኺ ምናምን እያ ትብለኒ ነይራ ልክዕ ንኡ ምስ ረኸበት ግን ኣብ ዙሪኣ ዘለና ሰባት እዩ ካብኣ ንኸንርሕቕ ገይርና ማለት እዩ ስለዚ ንዓኣ ዝኸውን ስምዒት ዘይብሉ እንዳሃለወ ግና ካብኣ ፍቕርን ኣቓልቦን ሕያዋይነታን ፈቃርነታን ግን ብዝግባእ ይጥቀመሉ ነይሩ። ነዚ ነገር እዚ ኣነ ኣስተውዒለዮ ነይረ እየ፣ ነጊረያ ስለ ዘይትሰምዐኒ ባዕላ ንኽትርኢ ግን ይገብራ ነይረ እየ። ፋይናሊ ድሕሪ ክንደይ ግዜ ምስ ተጨማለቐት ድሕሪ ክንደይ ምስ ተጎድአት እያ ይቅርታ ኢላ ናባይ መፅያ ንባዕሉ ማለት እዩ። ስለዚ ስምዒታዊ ኣጠቓቕማ እንታይ እዩ ዝብል ብዝግባእ ኢና ክነዋግዕ ማለት እዩ። እዚ ኢሞሽናል ዩዝ እወ ብዙሕ ነገራት እዮም ዝዛረቡኻ እወ ብዘይካ ንሳቶም ካሊእ ሰብ ዘሎ ክሳብ ዘይመስለካ ገይሮም እዮም ስምዒትካ ብደንቢ ገይሮም ዝቆፃፀርዎ። ግን ናይ ብሓቂ ስነ ልቦናስ ትኽክል ድዩ? እሱ ኢና ንመርመር ዘለና ማለት እዩ። ቅድሚ ናብዚ እዚ ኢሞሽናል ዩዝ ብዕምቆት ምእታውና ግና ነዚ ክንርዳእ ይደሊ እየ። ኢሞሽናል ዩዝ ወይ ከዓ ስምዒታዊ ጥቕሚ ወይ ከዓ ዝኽጥቀሙልካ ከለዉ ሓደ ሰብ ካብ ፍቕርኻ ክጥቀም ከሎ ማለት እዩ። ብሓቂ ኣባኻ ከይተዋፈረ ወይ ድማ ኢንቨስት ከይገበረ ምንም ዝገብረልካ ኢንቨስትመንት የለን፣ ዝኾነ ዝሰርሖ ነገር የለን፣ ኣባኻ ኢንቨስት ዝገብሮ ነገራት የለን። ግን ድማ ፍቕርኻ፣ ሓልዮትካ፣ ሕያዋይነትካ፣ ፍቃርነትካ ዝቆንጆ ቆንጆ ዝበሃሉ ኣባየ ዘለዉ ኣብኣ ዘለዉ ኣባኻ ዘለዉ ነገራት ብምሉኡ ይወስድዎ ማለት እዩ። ብስነ ልቦና መዳይ እዚ መብዛሕትኡ ግዜ ምስ ናርሲስታዊ ባህርያት ስምዒታዊ ጽግዕተኝነት፣ ንነብስኻ ጥራይ ዝሓስብ ቅዲ ምትእስሳር ወይ ድማ the selfish attachment እዩ ይብልዎ እዮም። ንሳቶም ፍጹም ኣይደልዩኻን እዮም፣ ኣየፍቅሩኻን እዮም እኮ። ንሳቶም ዝሃብካዮም ወይ ድማ እቲ ትህቦም እዩ ዝደልዩ። ሓንቲ ጓልሲ ብጣዕሚ ትንከባኸበካ፣ ብጣዕሚ ትፈትወካ፣ በቃ ኣለካ ምሽ ዝኾነ ነገር ትበካ ተኾይናስ ንዕኡ ኢልካ ብቻ ስትቐርባ ምንም እኮ ፍቕሪ እኮ ይብልካን። እታ ጓል እውን ንኣብነት ሁነውስ ንቕርሽኻ ኢላ ትቀርበካ ትኽእል እያ። ንዝኾነ ነገር ካይላ ትቀርበካ ትኽእል እያ ግን ንዓኻ ፍቅሪ ዘይብላ ማለት እዩ እዚ ብስምዒት እዮም ዝጥቀምልኩም ዘለዉ ኣብ ዝኾነ እዋን ንዓኹም ዝኾን ቦታ ስለ ዘይብሎም ጠንጢኖምኹም ንምኻድ እውን ዘፍርሖም ነገር የለን ማለት እዩ ድሕሪ ገለ ግዜ ሃናን ምንካኤልን ነገራት እናተቐየረ መፅኡ እዩ። ሚካኤል ክንዲ ዝድውለላ ዝነበረ ኣለኩም ሓቂ ክሳብ ንዓይ ጦጣ ዝገብሩኒ ምሳይ ነይራ ሓዲጋት እንትኸድ ናብ ዝኾነ ቁም ነገር ቁም ነገር ሓሲብና ክንከይድ ዝኾነ ነገር ትገብር እውይ ብጣዕሚ ከቢድ ግዜ እዩ ነይሩ ንባዕሉ ማለት እዩ ምናልባት ካልኦት ኣለዋኒ ግን ንዓ ዝተፈለየ ስምዒት ስለነበረኒ ብጣዕሚ ፈትዋ ስለነበርኩ ግን ኩሉ ነገር ምስ ኣየ ክገብር ዝደሊ ነይረ ግን ክነግረኩም ኣይኽእልን በቃ ካብ ኩልና እዩ ነንፂልዋ ኣብ ዝኾነ እዋን ግን ጠፊእዋ ካብኣ ርሒቑ ክርሕቕ ከለለ ባዕሉ ብፅቡቕ ኣረሓሕቓ ንባዕሉ ኣይኮነን እና ደስ ዘይብል ግዜ ኣሕሊፋ ድሕሪ ዝተወሰነ ግዜ ችግር ምስ ኣጋጠሞ ዝኾነ ነገር ክኸውን ከሎ ግን ተመሊሱ ናብኣ ይመጽእ። እዚ ነገር እዚ ብቐረባ ዝከታተሎ ኣነ እየ ነይረ። ጽምዋን ምስ ዝስምዖ ዝኾነ ብቻ ዝኾነ ችግራት ከጋጥሞ ከሎ ዝደልያ ንዓኣ እዩ። ምጽንዕናዕ ክደሊ ከሎ፣ ዝኾነ ኪሳራ ከጋጥሞ ከሎ ገለታት ክኸውን ከሎ ተመሊሱ ዝኸይድ ናብኣ እዩ። ሃና ድማ ኩሉ ግዜ ኣብኡ ምስኡ እያ ትነብር ነይራ። ኢቨን ብዝኾነ መጠኑ ንባዕሉ ንኽተስተውዕል ንኽትርኢ እኳ ገይረያሲ ተመሊሳ ጸላኢታ ትገብረኒ ነበረት ንዓየ እዩ ማለት እዩ። ስለዚ እዞም ሰባት እዚኣቶም ዘይ ኦንሊ ሾው ኣፕ ዌን ዘይ ኒድ ዩ ምሳኻ ዝኾነ ነገር ክደልዩ ከለዉ ብቻ እዮም ዝኾነ ነገራት ዘርኡኻ። እምበር ምንም ምሳኻ ምንም ዓይነት ኣታችመንት የብሎምን። ንስኻ ንስኺ ግና ንነብስኺ ንነብስኻ ክትሓትዋ ኣለኩም ማለት እዩ። ከዋግዐሉ ደልየ ዘለኹ እውን እዚ እዩ። ክንደይ ሰባት እዮም ዝጥቀሙና ዘለዉ? ኣብ ዙርያና ኮይኖም ዘድክሙና ዘለዉ ክንደይ ሰባት እዮም? ድንገት ይጠፍኡ። ድንገት ኣብ ጽቡቕ ኩነታት እንዳሃለኻ ህልም ይብሉኻ። ስለዚ ሕተት፣ ድንገት ድዮም ዝጠፍኡኒ ዘለዉ? ድንገት ድያ ጠፊኣትኒ? ድንገት ድዩ ጠፊኡኒ ኢልኪ ሕተቲ። ስምዒታዊ ደገፍ ምስ ዘድልዮም ጥራይ ድዮም ዝምለሱ ዘለዉ ናባኹም? ዝኾነ ፋይናንሻሊ ክጎድሎም ከሎ ድዩ ናባኹም ዝምለሱ ዘለዉ? ታይ ክኾኑ ከለዉ እዮም ናባኹም ዝምለሱ ዘለዉ? ብደንቢ ብዝግባእ ክትምልስዎ ኣለኩም። ብስነ ልቦና እዚ ብተደጋጋሚ ምድልዳል ወይ ድማ እዚ ኢንተርሚተንት ሬንፎርስመንት ይበሃል። እዚ ኸኣ ወልፊ እዩ ዝፈጥር ምኽንያቱ ሓደ ሓደ ግዜ ኣቓልቦ ይህበካ ይንከባኸበካ ይፈትወኪ ይስዕመኪ ይሓቑፈኪ በቃ ክነግረኪ ኣይክእል ዝኾነ ፍልይ ዝበለ ነገር የርእየኪ ድንገት ድማ ካብ ህይወትኪ ይጠፍእ ድንገት ድማ ካብ ህይወትካ ትጠፍእ እዞም ከምዚኦም ዓይነት ዝገብሩ ዓይነት ሰባት ማለት እዩ እቲ ዘይምስምዕማዕ ድማ እቲ ወጥ ዘይኮነ ባህሪኦም ንዓኻ ምትእስሳር ይገብረልካ ወይ ድማ ይፈጥረልካ ኣታችድ ክትኮን ምስኦም ይገብረካ ትኽክል እኮ እዩ ልማዓንቲ ገፍገፍ ኢልኩ ወይ ድማ ዝኾነ ነገር ገይሩ ፅባሕ ከዓ ኣሎን ብዘሎን ብዘየሎን ዓቕሙ ገይሩ ይንከባኸበኪ ኣብ ሰዓት እዚ ምስኡ ኣታች ትኾኒ ምንም ነገር ኣይርድእኪ ምንም ነገር ኣይርድእካ በቃ ትፈትወኒ እኮ እያ ይፈትወኒ እኮ እዩ ናበልኩም ሂወትኩም ይበታተን ማለት እዩ ንኣብነት እታ ናይ ሎሚ በዓልቲ ታሪክ ገይረያ ዘለኹ መሓዛይ ድኻም ክስምዓ ጀሚሩ ኣብ ዝኾነ እዋን ማለት እዩ ካብኡ ተፈለና ሕዚ ዝፀንሐ ታሪክ እዩ ዘዋግዐኩም ዘለኹ እና ካብኣ ካባይ ተፈልያ ካብ ሓደ ሓደ መሓዙትና ልባዕሉ ተፈልያ ኣነ ለለ ንእሽተይ ተቆጣዒት ዓይነት ስለ ዝነበርኩ ኣብቲ ግዜ ንሱ ለለ ተሎ ዝኩረ ዝነበርኩ ኣነ ስለ ዝነበርኩ እንደውም ብዝግባእ እኳስ ኣብ ሂወታ ፀኒሐ እየ ኢለ ኣይሓስብን ግን ድማ ኣብ ዝኾነ እዋን እናደኸመት መፅያ ኣብቲ ሰዓት እሱ ኢና ዕይይቡ እናደለየት መፅያ ምስኡ ድሕሪ ምዝርራብ ግና ሃና ሓደ ዝገርም ነገር እያ ናስታብሀለት መፅያ ነይራ። ብስምዒት ትደክም ምህላዋ፣ ኣብ ዙርያ ዘለዉ ሰባት ይርሕቕዋ ምህላዉ፣ ንሳ ንባዕላ ትርሕቖም ምህላዋ፣ ዝተደናገረት ዓይነት ሰብ ምዃና፣ ባዶ ዝኾነት ምዃና፣ ኢብን ካብ ቤተሰባ ንባዕሉ ነፂልዋ፣ በቃ ካብ ኩሉ ነገር እዩ ነፂልዋ ነይሩ። ግን ሕዚ እውን ምስኡ እያ ትነብር ነይራ። ከምዚ ኮይና ንባዕሉ ባዶነት እናተሰማዓ ንባዕሉ ካብ ኩልና ፈልይዋ ንባዕሉ ምስኡ እያ ትነብር ነይራ። ምኽንያቱ ከኣ ዝኾነ ነገር ኣሎ እዩ ኢላ ትሓስብ ስለ ዝነበረት እዩ ምኽንያታት ይድርድረላ ስለ ዝነበረ እዩ ምናልባት ብገለ ነገር ይሓልፍ ስለ ዘሎ ክኸውን ይኽእል እዩ ጭራሽ ስሉ እውን ክትሓስብ ምኽንያት ክትደልየሉን እያ ትሓስብ ነይራ ሓደ ሓደ ግዜ ኣብ ፍቕሪ ዘሎ ሰብሲ ኣብ ዙሪኦም ዘሎ ሓቂ ክትነግሮም ከቢድ እዩ ከቢድ እዩ እውነት ብጣዕሚ እዩ ከቢድ ኢቨን ተመሊሶም ንዓኻ እዮም ፀላእ ዝገብሩኻ እና ብዙሕ ግዜ ስለ ዝገጠመኒ እዮ ከምኡ ስለ ዝገበሩኻ ሲ ኢቨን ትሪኦ ዘለኻ ነገር ትኽክል ከም ዘይኮነ እንዳፈለጥካስ ወላ ነጊርካዮስ ኣይሰምዑኻን እዮም ከስተውዕሉኻ ኣይኽእሉን እዮም ኣይርድኦምን እዩ ስለዚ እዚ ዝገብሮ ዘሎ ባህርታትሲ ኣይ ዝኾነ ነገር ስለ ዘሎ እዩ እምበር ከምኡ እኮ ኣይኮነን ኢላስ ንኽትትርጉመሉ እዩ ዝገብራ ነይሩ። እዚ ድማ ብስምዒት ምፍታሕ ወይ ድማ ድኻም እምበር ምፍቃር ኣይስምዐካን እዩ። ኣብ ዝኾነ ሰዓት እናደኸምካ እናተሰላቸኻ ትኸድ በቃ ካብ ስምዒትካ እናተፋታሕኻ ትኸይድ ፍቕሪ ኣይስምዐካን እዩ። ንዕኡ ዘለካ ንዓኣ ዘለካ ቦታ እናደኸመ እዩ ዝኸይድ። ናይ ብሓቂ ፍቕሪ ሓይሊ ጉልበት ወይ ድማ ኢነርጂ እዩ ዝህበካ። ኢነርጂ ኣሎ ፍቕሪ። ከተፋቅር ከለኻ ኢነርጂ ኣሎ ደስ ዝብል ኢነርጂ ኣሎ እዚ ግን እቲ ሓቀኛ ዘይኮነ ፍቅሪ እቲ ከምዚ ገይሩ ዝጥቀመልካ ዘሎ ሰብ ግን እዚ ነገራት እዚ ብምሉኡ ከጥፈእልካ እዩ ዝደሊ ስምዒታዊ ኣጠቃቅማ ሓይሊ እዩ ዝሓትት ድሕሪ ነብሲ ወከፍ ምትእስሳር ይደኽመካ ጭንቀት ይስምዓካ ብስምዒት ከቢድ ዝኾነ ነገር ዝስምዐካ ኮይኑ ኣብ ህይወትካ ትሪኦ ማለት እዩ ስለዚ ገለ ፀገም ኣሎ ማለት እዩ እዞም ነገራት እዚኣቶም ዝስምዐካ ተኮይኑ ገለ ፀገም ኣሎ ብዝግባእ ከተለልዮን ክትፈልዮን ይግበእካ፣ ክትፈልዮ ይግበእኪ። ንኣብነት ሚካኤል ብዛዕባ ሃና ህይወት ሓንቲ መዓልቲ ሓቲቶ ኣይፈልጥን። ዝኾነ እዋን ናብ ዝኾነ ቦታ ከይዳ ኣብ ሕማቕ ነገር ገጢምዋ ሓቲተያ ነይራ። ኣይሓተተንን እያ ኢላ ኣይሓተተንን እያ ኢላ ምንም ነገር ኣይሓታን። ኣብ ህይወታ እንታይ ይፍጠር ኣሎ ኣይሓትትን። በቃ ዝኾነ ነገር ደልዩ ይድውለላ እሞ ኣውላኡ የዋግዑ እቲ ነገር እሱ ባዕላ ትነግሮ ገለታት ሓንቲ መዓልቲ ስኳ ኣብ ምንታይ ኩነታት ኣላ ሓቲትዋ ኣይፈልጥን እዩ። ሓቲትዎ ኣይፈልጥን ሃና ግን ብዛዕባኡ ኩሉ ነገር ትፈልጥ ነይራ ጸገማቱ ትፈልጥ ቀዲማ ትርከብ ውጥረቱ ትፈልጥ ከይዳ ሕቕፍ ቢላ ጸገማቱ ትፈትሐሉ ቃንዝኡ ትርዳእ ኩሉ ዘጋጥሞ ነገር ሓደ ብሓደ ትርእን ኣብቲ ነገር እሱ ትህልን ነይራ ንሱ ግና ብዛዕባ ህይወታ ዳርጋ ኣይሓትትን ኣጋጣሚ እንተሓቲትዋ ድማ ከምዚ ተገዲዱ ዝገብሮ ነገር እዩ ንክሓቶ ከም ዝገበረቶ እዩ እምበር ብፍጹም ባዕሉ ሓሲቡ ኣይሓታን እዩ ጥዑይ ዝምድናታት ሕድሕዳዊ እዩ። ኩሉ ግዜ ንስኻ ወይ ድማ ንስኺ ጥራሕ ተዳምጺ፣ ትሕግዚ፣ ትድግፍ ወይ ድማ ንስኻ ተዳምጽ፣ ትሕግዛ፣ ትድግፋ ተኾይንካ እቲ ሓደ ወገን ድማ ኩሉ ግዜ ምቕባል እንተኾይኑ በቃ ስቕ ኢሉ ዝቕበል ብቻ እንተኾይኑ ሽዑ ኣይተፍቅርን ኢኻ ዘለኻ ማለት እዩ። ስቕ ኢሉ ፍቕሪ ዝቕበል ሰብ ይጥቀመልካ እዩ ዘሎ። ብፍጹም ንዓኻ ዝኾን ቦታ የብሉን ማለት እዩ። ንኣብነት ሚካኤል ንሃና ናይ ሓሶት መብጽዓታት ይኣትወላ እዩ ነይሩ። ዘይገብረላ ነገር ኣይነበረን። ናብዚ ክወስደኪ እየ፣ ናብዚ ክንከይድ ኢና፣ እዚ ክንገብር ኢና። ፎእ ብጣዕሚ ብጣዕሚ በቃ ማለት ሓደ ሓደ ግዜ ሰባት የሰልችዩኹም ዶ? ኣብቲ ሪያሊቲ ዘየለ ነገር ናመጹ ከዋግዕኹም ከሎ ኣሰልቺ ተብለኒ ነይራ። ዘይኣትወላ መብጽዓታት የለን። ሓደስ እኳ ዝፈጽመላ የለን። ሃና ክትከይድ ኣብ ዝፈተነትሉ እዋን ዋስ ሚካኤል ከምዚ እዩ ዝብል ነይሩ። ብዛዕባኺ ይግደሰኒ እዩ ንዓይ ብዙሕ ትርጉም ኣለኪ በቃ ድሉቲ ኣይኮንክን ግን ንሕዚ ኣነ ድሉ ኣይኮንኩን ዝብሉ ቃላት እናተጠቐመ ንክትፀንሕ ይገብራ ምንም ዓይነት ኢሞሽናል ኣታችመንት ምስኣ ዘይብሉ እኮ እዩ ስለዚ ከምዚ ስለ ዝበላ ድማ ትጸንሕ ንስኺ እኮ ፍልይቲ ኢኺ ብዛዕባኺ እኮ ይግደሰኒ እዩ፣ ንዓይ እኮ ብዙሕ ትርጉም እዩ ዘለኪ፣ ገለታት ገለታት እናበለ ንኽትጸንሕ ይገብራ። ንዓኣ እኮ ምንም ዓይነት ስምዒት የብሉን፣ ንዕኡ እኮ ምንም ዓይነት ስምዒት የብላን፣ ግን ድማ ብዞም ቃላት እዚኣቶም ንኽትሕዞ ይገብራ ማለት እዩ። They give just enough to keep you ግን እዚ ምትላል እዩ። ብስነ ልቦና ብሬድ ክራምቢንግ ይበሃል። ንሳቶም ንእሽተይ ኣቓልቦ ይህቡኻ፣ ንእሽተይ ንእሽተይ ተስፋ ይህቡኻ፣ ንእሽተይ ፍቕሪ ይህቡ። እዚ ግና ንኸይትወጽእ እዩ እምበር ደልዮም ኣፍቂሮምኻ ምስኦም ክትጸንሕ ኣይኮነን። እቲ ንዕኦም ዝህቦም ዘሎ ሳትስፋክሽን ከይስእንዎ እዩ፣ ምኽንያቱ ሰልፍ ሴንተርድ ስለ ዝኾኑ ማለት እዩ። ንኣብነት እዛ መሓዛይ ሃና ብግዘ ኣብ ህይወታ ምትኳር እናቋረፀት እያ ከይዳ ነይራ ቅድሚኡ ንዓይ እኳ ትንከባኸበኒ ዝነበረት ኣነ ብዙሕ ኬርለስ ነገር እየ እና ኣከዳድናይ ፀጉረይ ገለታት ንክዕርብ ትገብረኒ ዝነበረት እ፣ ብዙሕ ሕማቕ ነገራት እዮም ኢለ ዘይሓስቦም ግን ድማ ዝገብሮም ዝነበርኩ ጌጋ ዝኾኑ መንገድታት ንባዕሉ ካብኣቶም ንክምለስ ትገብረኒ ነበረት ቆልዓ ንባዕላ ኣብ ህይወት ዘለዋ ነገራት ኩሉ ተስፋ ቆሪፃ ዝተደርበየት እያ ኮይና ማለት እዩ ሓጎሳ ኣብኡን ኣብኡን ብቻ ንኽትረኽቦ ገይሩ ፅግዕተኛ እዩ ገይርዋ ነይሩ። መልእኽቲ እንተሰዲዱ ንሳ ሕጉስቲ እያ። ክነግረኩም ኣይኽእልን። እንተጠፊኡ ድማ ብሓደ ግዜ ስብርብር ትብል፣ ጠዋዕዋዕ ትብል፣ ገፃ በርበረ ይመስል፣ በቃ ዝተፈላለየ ምልክት ተርኢ ዝነበረት ግን ንሳ እያ። ድሕሪ ደጊም ንባዕላ ኣብ ምንባር ኣይነበረትን። ስለ ህይወታ ምንም ኣይትጭነቕን ነይራ። ብኸምዚ ትሪት ዝገብሩ ሰባት ኣብኦም ንነብስኻ ንኽትስእና እዮም ዝገብሩኻ። እንተ ደኣ ንስኻ ንኹሉ ነገር ልዕሊ ዓቐን ምሕሳብ፣ መልእኽትታቶም ምጽባይ፣ ብዘይክኦም ጭንቀት የስምዐካ እንተኾይኑ እዚ ፍቕሪ ኣይኮነን እየ ዝብለካ ዘለኹ ማለት እዩ። እካ እዚ ፍቕሪ ኣይኮነን፣ እዚ ስምዒታዊ ጽግዕተኝነት እዩ። መብዛሕትኡ ግዜ ድማ ብመትሓሓዚ ወይ ድማ ብመጻወድያ እዩ ዝፍጠር። ዝኾነ ነገር ሒዞም እዮም ኣእምሮኻ ዝምርዝዎ። ሓደ መዓልቲ ሃምዚ ሃና ማለት እዩ ከምዚ ክትብል ሓታቶ ነይራ ይዝክር እየ እንታይ ኢና ግን ንሕና ኢልክ ሕተት እዩ እዩ ኢለያ እንታይ ኢና ንሕና ኢልክ ትሕተት እዩ ኢለያ ነይረ ሚካኤል እንታይ ኢሉ መሊሱላ ነይሩ መስለኩም ኣብዚ ሕጂ እዋን ርክብ ኣይደልን እየ ኢሉ እቲ ዝገርም ግን ንሱ ኣይገድፈን ኣርክብ ኣይደልን ፍቅሪ እኮ ኣይደልን ገና እኮ እየ ዘለኹ ሬዲ እኮ ኣይኮንኩን ምናምን ኢሉ መሊሱላ ማለት እዩ ኣብዚ ሰዓት እዚ እንታይ ክስምዓ ይኽእል ሕሰቡ ወስቲ ማለት እንታይ ኢና ንሕና ኢልካዮ እዛ ኩላይ ዋጋ ትኸፍለሉ ሰብሲ ኣይ ኣነ ሬዲ ኣይኮንኩን ሕዚ እኮ ብዙሕ ደስተኛ ኣይኮንኩን ብርክበይ ገለ ክብለካ ከሎ ከመይ ከቢድ ምዃኑ ከመይ ገይሩ ኣእምሮኣ ከም ዝኸብዳ ግን በቃ ከምዚ እዮም በቃ ከምዚ እዮም ስለዚ ካብ ተወፋይነት ይርሕቑ ግና ብቐረባ ይሕዙኻ ካብ ዙርያኻ ተትርሕቑለ እኮ ችግር የብሉ በቃ ሕዚ ሰይደል የለን ኢልካ ውፅእ ትብል ከለኻ ለቀም ምፅእ ኣብ ሂወትካ ድርግም ከምኡታት እናበሉ እዮም ዝሕዙኻ እዚ ሓደ ካብቶም ንፁራት ምልክታት እዩ ድማ ሓላፍነት ኣይደልዩን እዮም ንሳቶም ግን ክበፅሑኻ ይደልዩ ክትበፅሐሎም ይደልዩ ኣብ ዙርያኻ ከም ዘለዉ ኣክት ክገብሩ ይደልዩ ዓሚቕ ስነ ልቦና ምብትታን እውን ዘጋጥመካ በዚ እዩ ማለት እዩ ብዙሕ ግዜ ንካልኦት ብስምዒት ዝጥቀሙ ሰባት ኣቓልቦ ሃረር ምባል ይደልዩ ግን ተወፋይነት ከኣ ይፈርሑ። ብዘይ ሓላፍነት ምቾት ይደልዩ። ስለኺ ዝስምዖም ነገር፣ ስለኻ ዝስምዓ ነገር የለን፣ ምቾቶም ይደልዩ ብዘይ ሓላፍነት ማለት እዩ። ንስምዒታዊ ድሌታትካ ርህራሄ ዘይምህላው። ታይ ትደሊ? ታይ ይስምዐካ? ገለታት ኣይሓስብዎይ ኣይገድሽዎም ንርእሶም ጥራይ እዮም ዝሓስቡ ሰልፍ ሴንተርድ እዮም። ግን ኣዚኣ ሓንቲ ነገር ነግረኩም ዝደሊ ግን ኢቪል እዮም ማለት ግን ኣይኮነን። እኩያት እዮም እኩያት ጥራሕ እዮም ማለት እውን ግን ኣይኮነን። በቃ ሰልፊ ሴንተር ድዮም ንባዕሎም ከርክዑ፣ ንባዕሎም ክሕጎሱ፣ ንባዕሎም ሳቲስፋክሽን ክረኽቡ ስለ ዝደልዩ እዩ እምበር ከምዚ ኢቪል ገለ እዮም ንመለለ ኣይኮንኩን ማለት እዩ። ስለዚ ኣብ ሰዓት እዚ እንተዘይተጠንቂቕካ እንተዘይተጠንቂቕኪ ንሳቶም ድማ ህይወትኩም የደራብሽዎ ማለት እዩ። ሕምስምሶ የውፅእዎ፣ ትርጉም ፍቕሪ የስእንኹም። ህይወት ትርጉም ኣልባ ከም ዝኾነት ጌርኩም ንኽትሓስብዋ ይገብረኹም። ስለዚ ንኣብነት ሓደ ለይቲ ሃና ዝኾነ ነገር ተረዲኣ ምንባራ በይና ኣብ ዝነበረትሉ ሰዓት ነጊራትኒ ነይራ። ኩሉ ግዜ ኣብ ጎኑ እያ ነይራ ማለት ኣብ ጎኑስ ኣይትሰኣንን እያ። ንሳ ኣብ ዘድልያ እዋን ግን ኣብ ዝኾነ ቦታ ንሱ የለን። ንሱ ኣብ ትደልየሉ ሰዓት ንሱ የለን። ኢቭን እኮ ከምዚ ኣይርከብን ኢሉ እኮ ኣይኮነን ከምዚ ሓሲቡ ዝኾነ ነገር ገይሩ እኮ ኣይኮነን ህይወቱ ባዕሉ እዩ እኮ ዝዛረብ። ንሳ ፀገም ኣብ ዘጋጥማ ሰዓትስ ብጋጣሚ ኮይኑ ንሱ እውን የለ ሽዑ እዩ ከም ዘይፈትዋ ይጥቀመላ ከም ዘሎ እውን እናተረድአት ዝመፀት ማለት እዩ። እዚ ሓያል ስምዒታዊ መቐይሮ ነጥቢ እውን እዩ። እዚ ምግንዛብ ኣዝዩ መርር ክኸውን ይኽእል እዩ፣ ግን ድማ ግድን እዩ። ምክንያቱ ክትቅበል ስለ ዘገድደካ ማለት እዩ። ልብኻ ትህብ ነርካ ኢኻ፣ ግና ምሳኻ ዝነበረ ሰብ ካባኻ ጥራይ ዝወስድ ዝነበረ ሰብ ተኾይኑ ብደንቢ ጌርካ ነጥቢ መቐይሮ እዩ ግን ክተስተውዕል ኣለካ። ኣገዳሲ መጠንቀቕታ እውን እዚ እዩ። ፍቕሪ ከም ምድንጋር ክስምዐካ የብሉን። ፍቕሪ ልመና ኮይኑ ከስምዐካ የብሉን። ፍቕሪ ከም ስምዒታዊ ድኻም ኮይኑ ክስምዐካ የብሉን። እንተ ደኣ ንስኻ ዋጋኻ ወይ ድማ ዋጋኺ ብቐጻሊ ኣብ ሕቶ ምልክት ምእታው ዘለዎ ዓይነት ተኾይኑ ወይ ድማ ዝስምዐኪ እንተ ደኣ ሃልዩ እዚ ፍቕሪ ኣይኮነን ክትሃድሚ ክትወፅኢ ዘለኪ ግና ንስኺ ንስኻ ኣይኮንካን እቲ ፀገም እዛ ነገር እዚኣ ኢኹም ትሕዝዋ ዘለኩም በቃ ፍቕርኹም ሂብኩም ነይርኩም ንሓደ ዋጋ ዘይህብ ንሓደ ስለ ፍቕሪ ትርጉም ዘይርድኦ ሰብ ኢኹም ሂብኩም ነይርኩም በቃ የጋጥም እዩ ንቕድሚት ምስጓም ፍቕርኹም ሂብኩም ኢኹም ንሱ ኣይተረድኦን ንቕድሚት ምስጓም የፍቅሩን ድዮም ኢልካ ምሕታት ድማ ኣቋርፁ በቃ ብፍቕሪ ይሕዘኒ ድዩ ትሕዘኒ ድያ ዘላ ኢልኩም ኢኹም ምሕታት ትጅምሩ ዘለኩም። የፍቅረኒ ድዩ እዎ ኢሉ ይምልሰልኪ። ናብቲ ምድሪ ወሪዱ ግን ብፍቕሪ ይሕዘኪ ዶ ኣሎ ብፍቕሪ ትሕዘካ ዶ ኣላ ኢልኩም ግን ክትምርምሩ ኣለኩም። ምክንያቱ እቲ ሓቂ ብሓቂ ዘፍቅረካ ፍቕሪ ክትስእን ከም ዘለካ ኮይኑ ፈጺሙ ኣይገብረካን እዩ። ፍቕሪ እዩ ዝህበካ፣ ፍቕሪ ክስምዐካ እዩ ዝገብር፣ ይንከባኸበካ እዩ። እቲ ዝገብሮ ነገራት ወላ ድንገት ኮይኑ ንሃልየ ብደንብ ገይሩ ፍቕሪ ዘርዕ ዓይነት እዩ ማለት እዩ። ስለዚ እዚኣ ንምባል እየ ኣብ ዙርያኹም ዘለዉ ሰባት ይጥቀሙልኩም ድዮም ዘለዉ ወይስ ናይ ብሓቂ የፍቅሩኹም ድዮም ንዓኹም ገዲፈዮ ኣለኹ። ንሎማዓንቲ ኣብዚ ኣኽለና እዩ። ኣብ ቀጻሊ ብካሊእ ፕሮግራም ክሳብ ንራኸብ ኣብ ዘለኹም ኩሉ ሰላም ንዓኹም ይኹን። ሻሎም